ዓለም ቲክቶክ ወይ ከዓ ጠቕጦቕ እንታይ ይበሃል ኣሎ ብዙሕ ፅቡቕ ኣይትሰምዐን ኢኻ ትማሊ ግን ፅቡቕ ሰሚዐ ስዊዝ ሪኦ እሞ ትጎቦ ፈሪሱ በረድ ንፋስ ብዙሕ ሰመይቱ ሕጂ እቲ ኣነ ዝዛረቦ ሓቂ ምዃኑ ኣነ ክዛረብ ከለኹ ስምዑኒ ሰብ ኣይትበድሉ ያ ሕጂ እውን ስዊስ ግዜ ኣለኩም እዚ ምልክት እዩ እምበር ካብ ዝኸፍእ መፅእ ኣሎ ተዓዲ ሙሉ ክትጠፍእ እያ ስለምንታይ ዱባይን ስዊዝን ናይ ዓለም ገንዘብ ኣብኡ እዩ ዘሎ ናይዚ ኩሉ ናይ ኣፍሪቃ ናይዚ ኩሉ ናይ ዓለምና ገንዘብ ሰሰሪቆም ስዊስ ዱባይ እዮም ዝሰርቅዎ ዘለዉ ሕጂ በጃኹም ኣምላኽ እንታይ ይብል ኣሎ እዚ ካብ ድኻታት ሰሪቃ ኣብ ባንኪ ምቕማጥ ናይ ኤርትራ ሰለስተ ቢልዮን ዶላር ኣብ ዱባይ ኣሎ ክልተ ቢልዮን ዶላር ኣብ ስዊዝ ኣሎ ናይ ሙሉእ ኣፍሪቃ ሕጂ ግዜ ኣኺሉ እዩ ድሓር ኣነ ልኡኸ ካብ ኩሉ ግን ደሓን ንዓይ ዝበደልኩም ትፈልጡ ኢኹም ዘለኹም ዓዲ ኣብ ሙሉእ ዓለም ገሌኹም ገለ ትቕረቡ ኣለኹም ክትስዕስዑ መርዓዲ ገለ ንቕድም ግን ናተይ ገንዘበይ ይቕረታ ሕተቱ እምበር እዚ ስቕኢልካ ዮናስ ረሲዕና ኢልኩም ኣይትላገፁ እምበር ኣብ ኒውስ ረኣይዎ እቲ ጎቦ ናይ ስዊስ ምስ ናይት ፕራንስ ብምሉእ ፈሪሱ ሕጂ ደንጉዩ ዝመፅኣኒ እዩ ዓሰርተ ሓደ ሽሕ ድሃ የብሎምን ሰማንያ ሽሕ መቸም ኣለዉ ሓደ ሚልዮን ከዓኒ ሆስፒታል ኣለዉ ሕጂ ኣነ ክዛረብ ከለኹ ራዩ እዚ ባህሊ ዓድና እዩ ዝብል እዚኣ ዳዕሮ ናህና እያ ናይ ፅንዓደ ግለ ኣብዚ ፓርላማ ናይ ዓድና ኣብዚ እዩ ሕጂ ተጠንቀቑ፣ እዛ ዳዕሮ እዚኣ ኢየሱስ ባሪኽዋ እዩ፣ ኣነ ኸኣ ካብዚኣ እየ መጺኤ። ሕጂ መጽሓፍ ቅዱስ ኣንብቡ፣ እዞም ኩሎም ሃወርያት እዞም ኩሎም ቅዱሳት እያ ተባሪኾም እዮም፣ ኣነ ከኣኒ ምስኦም ብኸምኡ እዩ ከኣኒ እንታይ ብልም ዘሎ ኢየሱስ ሎሚ ኸማን መጺእ ነይሩ ምሽክናይ ሰንደል ገይሩ ሓንቲ ክዳን ኣላቶ ዮናስ ከመይ ሓዲርካ ኢሉኒ ጉሩምተይ ሓወይ ኢለዮ ደሓን ኢሉኒ ከፅንሓካ እየ ተለኣኸኒ ኢሉኒ ሕጂ እንታይ ሓትዮ ኣለኹ ከምዛ ናይ ስዊስ ብዙሕ ሰብ ክጠፍእ ሕራይ ኣሎ ሕጂ እንታይ ይብለሎ ኣምላኽ ሓቅኻ ከይኒ ሰብ በዚሑ ሕጂ እንታይ ይብላ ኣሎ ህዝቢ ዓለም ዓሰርተ ቢልዮን እዩ ሕጂ እቲ ሓሙሽተ ቢልዮን ኣየድልን እዩ ንስካ መጻብብቲ ሓቁ እዩ ኢሳያስ መጻብብቲ ኣፍሪቃውያን ዘይጠፍኡልና ናብ ማይ ክይዱ ጓሓፍ ንጓሓፍ የቀንየልና ኢሳያስ ኣፈወርቂ ካልእ ወርሒ ሓሙሽተ ተወዲኡ ቁሪ ኮይኑ ፀሓይ ነፅበ ነና ቁሪ ማይ በረድ ንፋስ ኣብ ሙሉእ ዓለም ሕጂ በዓል ህንዲ በዓል ፓኪስታን እንታይ ብሎ ብማይ ክጠፍኡ እዮም ያ መቸም ከከባቢኹም ርኣይዎ ኩነታት ተቐይሩ እዩ ከም ቀደም ኣይኮነን ድሓር ኢትዮጵያ ኢትዮጵያ ሞይታ እያ ስዑልና ኢና ስዑልና ኢና ኤርትራ ንብል እምበሪ ትግራይ ሞይታ እያ ኣምሓሩ ኦሮሞ ሞይቶም እዮም ኣብዪ ሓመድ ስዑል እዩ ትዝኸፍ እንታይ መጽ ኣሎ ጥሜት ሕማም ሰብ ነንሕድሕዱ ክባላላዕ እዩ ኢኮኖሚ የለን ስዑዲ ኣጃሃራ እዩ ዳሕራይ ባሕሪ ኢትዮጵያውያን እንድሕር ከምዚ ዝኸድዎ ዘለዉ እንተበዚሖም ባዕሎም ክመፁ እዮም ዓሰርተ ሓደ ሚልዮን ኢትዮጵያሲ እንድሕር ዓሰብ ኣትዮምስ ከመይ ኢልካ ጠጠው ተብሎም እኒወ ይመፁ ኣለዉ ናይ ግዜ ነገር እዩ እቲ ኮይኑ እቲ ኮይኑ ግን ሓንቲ ኣነ ዝፈልጣ ኣብ ሂስትሪ ኩሉ ክሓልፍ እዩ እዚ ኩሉ ባንዴራ ሃገር ወርቂ እጅ ገለ ሳዕሳዕ ጃህራ ገለ ዘሎ ኩሉ ናብ መቓብር ሓደሽቲ ሰባት ክመፁ እዮም እያ ካልእ ኣተሓሳስባ ዘለዎም ድሕሪ ሚእቲ ዓመት ኣብ ሚእቲ ዓመት ዓለም ይቕየር እዩ ሚእቲ ዓመት ሚእቲ ዓመት ዓለም ይቕየር እዩ ግዜኹም ኣይተጥፍኡ እተን ንቕመጠን ውሑዳት እየን ኣነ እኳ ስሳ ገይረ ኣለኹ በቃ ንተሓጎስ ካብ ፖለቲካ ካብ ሃይማኖት ዓሌት ባንዴራ ሳዕሳዒት ነፃ ኹኑ ካልኣይ እዚ ከዓኒ ጃህራ ግደፉ ጃህራ ኣምላኽ ዝፀላእ ከዓኒ ጃህራ ኤርትራዊ ተዝኸፍ ዕለላ ሓሶትን ጃህራን ኣብ ኤርትራ ኣትዮምስ ኤርትራ ጥዕምብሉ እንታይ ኹንካ ድኣ ተሰዲድካ ድሓር ከ ኣይቅመጡን እዮም ኣብኡ ግን እታ እታ ብዕልግና ኣላ እታ ጃህራ እም፣ ረኣዩኒ ግን ኣነ ናይ ሰብ ኣይግድሸንን እዩ ናይ ፖለቲካ ኣይግድሸንን እዩ ኣምላኽ ግን ነብሲ ወከፍኩም እርእየኩም ኣለኹ ምስ ተመለስኩም ኣብ ስደት መጀመርያ ዝቐፅዓኩም ብደቅኹም እዩ ኣነ ክንደይ ይፈልጥ ደቆም ጠፍኡ ብኣልኮል ብድራግ መኪና ብሓደጋ ነብሶም ዝቆሰሉ ሓንጎል ሕማም እንታይ እዩ መቅፃዕቲ እዩ ኣምላኽ እንድሕር ፀሊኡ እኳ ተቀዳሚቲ ብደቅኻ ይተቐፅዓካ ንእስራኤላውያን ንምንታይ ይቆፅዖም ነይሩ ብደቆም እንታይ ኢልዎም ደቅኹም ሓጢኣት የብሎምን ናትኩም ሓጢኣት እዩ ያ ንዓኹም ግን ብደቅኹም እዩ ዝቐፅዓኩም ኢልዎም በኸይም እዮም ሸው ያ ተመሊሶም ግን ከም በዓል ነነዌ ትንቢት ዮናስ ከማይ ነይሩ ሕጂ እውን ኣነ ከ ዮናስ እየ ነቢ ዮናስ እየ ልኡኽ ኣይትኣምኑን እንትኾኑ እምበር ኢየሱስ መፂ እንታይ ብርቱዕ ምንቅጥቃጥ መሬት ዝመፅእ ኣሎ ማርስ ጁፒተር ሜርኩሪ ክጋጨዋ እየን ናይ ብሓቂ ፀሓይ ክትጠፍእ እያ ያ ጉጉል ግበርዎ ኤኒወይ በዚ ሓደ ከዓ ክንዲ ሕያወት ኣለዉ ኣብ ዝረኸብክዎም ዘይተፀበኽዎም ከማነ ሕያወት የቐንየልና ፍቅሪ ሰላም ይሃብኩም ብደቅኹም ተሓጎሱ ዝበደልኩምኒ ርጉማት ዝሰሓቅኩምኒ ትስዕስዑ ዘለኹም ንዮናስ ተበሊጽናሉ ትብሉ ዘለኹም ደቅኹም ቁበሩ ከይተሓጎስኩም ሕደሩ ሓዊ መጽ ይብላዕኹም ካብ ሰባይ ደቅኹም ጎባጣት ይኹኑ ዓድኹም ይምለስኩም ናብታ ማይ ዘይብላ እያ ካልእ እወ ብዛዕባ ናይ ብርጌድ ንሓመዱ ሓንቲ ብርጌድ ንሓመዱ ኣይትሓዙለይ ክሕግዝ ይሓሲበ ሕጂ ኸናበይ ብርጌድ ንሓመዱ ሕጂ ኸናበይ ሪኢኹማ ትግራይ ደብረፅዮን ጌታቸው ስታሊን ኩሎም ሻዕብያ ሻዕብያን ወያነን ሓደ እዮም ሓንቲ ሳንቲም ክልተ ገጻ ኩሎም ትግርኛ ዝዛረቡ ኣብ ማኣዲ ዝበልዑ ዝስዕስዑ ዝጣቕዑ ክራር ዝወቕዑ ጃህራን ትዕቢትን ዘለዎም ካብ ስልጣን ዘይወርዱ ሕፍረት ዘይብሎም ኣምላኽ ዘይፈርሑ እዚኦም እዮም እሞ ብልጌና ሓመዱ እንታይ ኣምላኽ ይሓግዝኩም ኣነ እኳ ደኺመ ወላ ሓን ዘድልየኒ የለ ህልም ትበል ኣነ በቃ ኣነ ኣብዚኣ ኮይነ ይቐንለ ኢሳያስ ኣፈወርቂ ትብል ሰማንያን ሓሙሽተን ካብ ሚእቲ ሕነ ይፈድየለይ እቶም ዘይፈደየለይ ደረፍቲ እዞም ዓሰርተ ክልተ ናይ ሻዕብያ ደረፍቲ ወዲ ትኹል ሕነ መለስ ወዲ ዛግር ተፎኖ ሊንጎ ኣሮን ካልኦት ከዓ ኣለዉ እሳ ኪዳኒ ፍሒራ ወዲ ፈራዳይ ጀንደ እቶም ቀንዲ ንሻዕብያ ድምፅዋ ሰም ይፅበ ኣለኹ ግን ምናልባት ወዱ የጥፍኦ ምኸውን እሞ እቲ ኮይኑ እቲ ኮይኑ ምጃው ፅቡቅ መዓልቲ በስመ ኣብ በወልድ መንፈስ ቅዱስ ሓደ ኣምላኽ ኣሜን ኢየሱስ ምእንታና መስቀል ሞይትካ ሓቅኻ ኢኻ ህዝቢ ዓለም ንዓኻ ገዲፉ ስዕስዕ ኣሎ ጓይላን ሳዕሳዒትን ኮይኑ ኣርእዮም ኣነ ቀና ኣምላኽ የበሎም